መጽሓፍ ተረካቢ ዓድዮ ዝፈጠረትለይ ተምሳጥን ብድሆን ጸሓፊ ዳዊት ዘወልዲ ኣሜሪካ ንመጽሓፍ ተረካብ ዓድዮ ክልተ ግዜ'የ ነቢበያ። ንገለ ምዕራፋትን ሕጥቦ ጽሑፋትን እሞ ኸኣ ተመላሊሰ'የ ነቢበዮም። ሓቂ ንምዝራብ ኣብ መጀመርያ ንባበይ ካብ መጽሓፍ ተረካብ ዓድዮ ዘድልዮኒ ሓሳባትን ፍልጠትን ቀሲመ ኣብ ከብሒ መጻሕፍተይ ከቐምጣ እዩ ነይሩ መደበይ። እንተኾነ ካብ ሓደ ገጽ ናብ ካልእ ገጽ እናቐጸልኩ ብዝኸድኩ መጠን ብትሕዝቶን ብዋሕዚ ኣተራርኻን ክምሰጥ እየ ጀሚረ። ንመንፈሳዊ ርትዐይን ኣብ ዓውደ ታሪኽን ሓፈሻዊ ኣፍልጦይን ዝብድህ መግለጽታትን ትንታነታትን ክረክብ ምስ ጀመርኩ እሞ ኸኣ ንብምሉኣ እታ መጽሓፍ ኣብ ክንዲ ብገርህ ልቢ ብነቐፌታዊ ዓይኒ እናረኣኹ ደጊመ ክነባ እየ መዲበ። ስለዚ ንመጽሓፍ ተረካብ ዓድዮ ኣብ ማንታ ኩነተ ኣእምሮ ኮይነ እየ ነቢበያ። ብማንታ ኩነተ ኣእምሮ ዝሃየስክዎ መጽሓፍ ማንታ መደምደምታ ክገብረሉ ኣለኒ ማለት ድዩ? ኣቐዲመ ዘልዓልክዎ ሕቶ እታ መጽሓፍ ስለምንታይ ተረካብ ዓድዮ ዝብል ኣርእስቲ ተዋሂብዋ ዝብል እዩ። ተረካብ ዓድዮ ነቲ ስኬፕጎት ዝብል ናይ እንግሊዝኛ ቃል ዝተዋህበ ትርጉም እዩ። ቅድሚ መዝገበ ቃላት ገንጺለ ነቲ ስኬፕጎት ዝብል ናይ ባዕዲ ቃል ሱር ትርጉሙ ንምድህሳስ ኣቐዲመ መጽሓፍ ተረካብ ዓድዮ፣ ልበወለድ ድያ፣ ታሪኽ፣ ስነ ሕብረትሰብ፣ ስነ ሃይማኖት ወዘተ ኣጣሊለ ክፈልጥ እየ መዲበ። ጸሓፊ በየነ ሰመረ ነቲ ስኬፕጎት ዝብል ናይ እንግሊዝኛ ቃል ተረካብ ዓድዮ ዝብል ትርጉም ርዒሙ ንመጽሓፉ ምስማዩ ምስ ሓሳቡ ምሉእ ብምሉእ እየ ተሰማሚዐ። ምኽንያቱ ተረካብ ዓድዮ ነቲ ናይ እንግሊዝኛ ስኬፕጎት ዝብል ቃል ዝሓሸ ትርጉም ዝህብ ኮይኑ ስለ እተሰምዓኒ። ንመጽሓፍ ተረካብ ዓድዮ ኣሃዱ ኢለ ጀሚረ ልበይ ኣውዲቐን ብኣትኩሮን ምንባብ ቀጺለዮ። ጥዑም መግቢ ኣይጽገብን እዩ። ገለ ሒደት መዓልታት ተዘይኮይኑ እንታይ እዋነይ ነቢበ ከም ዝወዳእኹ ኣይተፈለጠንን። መጽሓፍ ተረካብ ዓድዮ፣ ጽውያ፣ ሓሳብ፣ ኣስተንትኖ ዝሓዘት ሓንቲ መጽሓፍ ደኣ ትኹን እምበር፣ ኣብ ውሽጣ ግና ንሓያለ ዓውድታት ፍልጠትን ኩርናዓት ኣጠማምታን እትብድህ ቅርጥውትን ጠቓሚትን መጽሓፍ ኮይና ረኺበያ። ኣብ ሕብረተሰብና ሓደ ሰብ ንሱ ብዘይወዓሎ እተፈጸመ ኣበሳ፣ ሓጢኣት፣ ጌጋ ወይ ጸገም ግዳይ ምስ ዝኸውን ተረካብ ዓድዮ ንብሎ። ጸሓፊ በየነ ነቲ ማእከል ናይ ዛዕባኡ ዝኾነ ተረካብ ዓድዮ ዝብል ኣምር ከም ሓደ ቴማ ገይሩ ኣብ ሓንጎል ኣንበብቱ ክስእሎ ዝመደበ እዩ ዝመስል። ኣንበብቲ ፍጹም ክጽበይዎ ዘይክእሉ ድሕሪ ምርሓው ደገ ንስምን መበገስን እቲ ተረካብ ዓድዮ ዝብል ቃል ኣብ ዝገለጸሉ ግዜ መጽሓፍ ቅዱስ ገንጺሉ እዩ ጥቕሲ ጠቒሱ። ኣሮን ድማ ነቲ ብዕጫ ንእግዚኣብሄር ዝበጽሖ ድቤላ የቕርቦ፣ ንመስዋእቲ ሓጢኣት ዝሰውኣዮ፣ እቲ ብዕጫ ንዓዛዜል ዝበጽሐ ድቤላ ግና፣ ንዓዛዜል ናብ በረኻ ክስደድ፣ ንምትዕራቑ ብህይወቱ ኣብ ቅድሚ እግዚኣብሔር ደው ይብል። በየነ ኣስዕብ ኣቢሉ እቲ ንመጽሓፍ ቅዱስ ካብ ቋንቋ ላቲን ናብ እንግሊዝኛ ንመጀመርያ ግዜ ዝተርጎመ ዊልያም ቴንደይል በቶም ሽዑ ዝነበሩ መራሕቲ ሃይማኖት ናይ ካቶሊክ ቤተ ክርስትያን ህይወቱ ከም ዝሓለፈ ኣዘንትዩልና። ዊልያም ቴንደይል ብምኽንያት እቲ ኣብ ሕብረተሰብ ዘምጽኦ ንቕሓት ብመናፍቕነትን ከም ሳዕቤኑ እተኸስተ ሕንፍሽፍሽን ተረካቢ ዓድዮ ኮይኑ ናብ ቤት ማእሰርቲ ድሕሪ ምእታዉ እቶም መራሕቲ ሃይማኖት ሓኒቖም ኣብ መወዳእትኡ ንሬሳኡ ኣቃጺሎሞ እዮም። ጸሓፊ በየነ ቀጺሉ መድሓኒና የሱስ ክርስቶስ ንኣበሳ ደቂ ኣዳም ክብል ኣብ መስቀል ከም ዝተሸንከረ እሞ ተረካብ ዓድዩ ከም ዝኾነ እዩ ኣሚቱ። ኩሎም ጀጋኑ ሰባት ስለ ህዝቢ፣ ስድርኦም፣ ጉዱዓትን ውጹዓትን ሰባት ክብሉ ኣብ ሓደጋ ዘሎ ሰብ ከድሕኑ ህይወቶም ዝስእኑ ወይ ሓደጋ ዝወርዶም ጀጋኑ፣ ሰማእት፣ ድዮም ወይስ ተረካብ ዓድዮ እዮም? ብፍላይ ናይ የሱስ ክርስቶስ ንዓለም ከድሕን ዝወረዶ ስቅያትን ብመንገዲ መስቀል ምሟቱን ተረካብ ዓድዮ ተባሂሉ መግለጺ ክወሃብ ዝከኣል ድዩ? ነቶም ዝቐረብናዮም ሕቶታት ብመንጽር'ቲ ኣብ መጽሓፍ ተረካብ ዓድዮ ተገሊጹ ዘሎ ሓሳባት ምስ ዓውደ ስነ መለኮት ክርስትና ብምንጻር ሕቶ ዝፈጥር ጥራይ ዘይኮነስ ብኻልእ ኩርናዕ ኣጠማምታ ክትርኢ ድርኺት ይፈጥረልካ። ናብ ቀንዲ ትሕዝቶ መጽሓፍ ተረካቢ ዓድዮ ምስ ኣተና፣ ኣዝዩ መሳጢ ዝኾነ ጽውያ ጽርኣውያን ኢና ነንብብ። ጸሓፊ በየነ ንተረካቢ ዓድዮ ሰብኣዊ ኣካል ኣልቢሱ ኣብ ጽውጽዋያት ጽርኢ ሃሰው ኢልዎ። ኣብቲ ምእንቲ ጽባቐ ሄለን ዝፈስስ ደም ዝብል ምዕራፍ ከምኡውን ኣብ ጽውጽዋያት ጽርኢ ፍሉጥ ዝኾነ ውግእ ቱሮይ ዝበሃል ነንብብ። ሓደ ተራ ሰብ ሓፈሻዊ ፍልጠት ወይ ላህመታዊ ኣፍልጦ ብዛዕባ ውግእ ትሮይ ንዝደሊ ነዛ ምዕራፍ እንተንቢብዋ ቅጽታት መጻሕፍቲ ናይ ጽርኣውያን ጽውጽዋይ ማለት ግሪክ ሜቴሎጂ ምንባባ የድልዮን እዩ ኣስዕብ ኣቢሉ ጸሓፍ በየነ ሰመረ ብዛዕባ ሳንዱቕ ፓንዶራ እዩ ዘዘንቱ ናይ ዝተፈላለዩ ዓውደ ፍልጠታት ሊቃውንቲ ብፍላይ ፖለቲከኛታት ሳንዱቕ ፓንዶራ ማለት ፓንዶራ ቦክስ እናበሉ ብዙሕ ግዜ ክጠቕስዎን ክምድሩን ይስምዑ እዮም ኣብ መጽሓፍ ተረካብ ዓድዮ ታሪኻዊ ኣመጻጽኣ ሳንዱቕ ፓንዶራን ትርጉሙን ብጥበብ ዝተሓወሶ ብዘገርም ኣቀራርባ ተጸሚቑ ቀሪቡ ኣሎ እቲ ኣዘናትዋ ሓጺርን ምቕሉልን ስለ ዝኾነ ንስምዒትካ ደፊኡ ክትቅጽል እዩ ዝድርኸካ እምበር ፍጹም ምስልቻው ወይ ከኣ ድኻም ኣይስምዓካን እዩ። እንተኾነ እቲ መጎታዊ ኣተሓሳስባ ማለት ራሽናሊዝም ናይ ሓንጎልናን ዝጸንሓና መንፈሳዊ ርትዒ ተደሚርዎን ምስቲ ጽውያ ጽርኣውያን ክራጸም ባህርያዊ ጥራይ ዘይኮነስ ሕቶ ኣብ ልዕሊ ሕቶ ፈጢሩ ሑልኮ መሊሱ ከተስተንትን እዩ ዝቕስበካ። ብመጀመርያ ስነ ጽሑፍ ወይ ስነ ጥበብ ብሓፈሻ መስትያት ሕብረተሰብ እንተኾይኑ ጸሓፊ በየነ ሰመረ ንተረካብ ዓድዮ ንጽውጽዋያት ሕብረተሰብና ጎስዩ ስለምንታይ ኣብ ጽውያ ጽርኣውያን ሃሰው ክብሎ መሪጹ? ባዕለይ ሓቲተ ባዕለይ ብምምላስ፣ ምናልባት ዶኾን ንተረካብ ዓድዮ ብኣድማሳዊ ዓይኒ ክርእዮ ደልዩ ይኸውን? ዝብል ርእይቶ ሂበሉ። እንተኾነ ተረካብ ዓድዮ ኣብ ጽውያታት፣ ሕብረተሰባትን ስልጣኔታት ማእከላይን ርሑቕን ምብራቕ፣ ላቲን ኣሜሪካ፣ ካልእ ካልእ ከባቢታት የለን ድዩ? ደራሲ በየነ ኣብ ሕብረተሰብና ዘለዉ ጽውጽዋያት ሓዲጉ ኣብ ጽውያ ጽርኣውያን ምትኳሩ እንታይ ትርጉም ክወሃቦ ይኽእል? ብብዙሓት ኣብ ምዕራባዊ ዓለም ዝርከቡ ሊቃውንቲ ነቲ ኣብ ዓለም ዘሎ ስልጣኔ ወዲ ሰብ ብመንጽር ኣውሮፓዊ ምዕባለ እናረኣዩ ክገልጹን ከቃናጅዉን ይስምዑ እዮም። ጸሓፊ በየነ ብዛዕባ ጽውያ ጽርኣውያን መግለጽን ትንታነን ምሃቡ ተረካቢ ዓድዮ ናይ ኣተሓሳስባ ባርነት ዶ ዝኾነ ኣይመስልን? መጽሓፍ ተረካቢ ዓድዮ ቀጺላ እናዛነየት ናብ ሓደ ክፍሊ መጽሓፍ ቅዱስ ናብ ዛንታ ፍጥረት ኣዳምን ሄዋንን እያ ትወስደና። በየነ ሰመረ፣ ናይቲ ፍሉጥ ኣሜሪካዊ ደራሲ ማርክ ትወይን ዝተባህለ፣ ነቲ ናይ ኣዳምን ሄዋንን ካብ ውድቀት ክሳዕ ካብ ገነት ኤደን ምስጓጎም ዘሎ ታሪኽ፣ ዛንታ ክልተ ፍቑራት ሰብኣይን ሰበይትን ክሳዕ ሞት ከም ዝዀነ ገይሩ እዩ ገሊጽዎ። በየነ፣ እቲ ኣብ መንጎ ኣዳምን ሄዋንን ዝነበረ ዝርርብ፣ ብሓደ ንፉዕ ደራሲ ፊልም እተጻሕፈ ስክሪፕት ማለት ተውኔታዊ ጽሑፍ ዝመስል ገይሩ እዩ ገሊጽዎ። ሄዋን ነታ ፍረኦም ምስ በልዐት ዝወረዳ ፍርሂ ንምድዓስ ኣዳም ሕንቲኽቲኽ ከም ዝበላን ኣብ መወዳእትኡ ዋላ እሙት ኣብ ገነት ኤደን በይነይ ኣብ ጽምዋ ካብ ዝነብር ሞት ይሕሸኒ ኢሉ ካብታ ጽቡቕን ክፉእን ተፍልጦም ጎዩ ቀንጢቡ በሊዑ ብምባል ይገልጾ። እቲ መግለጺ ድራማቲካዊ ስለ ዝኾነ ኣዳምን ሔዋንን ኣብቲ ውቅብ ቦታ ገነት ኤደን ብመንጎ ኣግራብ መሸምቦባ ንፋስ ንጸጉሮም ፊልፍል እናበለ ክጎዩ እንከለው እቲ ክገልጾ እንከሎ ተንቀሳቓሲ ስእሊ ናይ ኣእምሮ ፈጢሩ መጽሓፍ ተንብብ ዘይኮነስ ናይ ሆሊውድ ፊልም ትዕዘብ ዘለኻ ኮይኑ እዩ ዝስምዓካ ካብ ተሰጢመዮ ዝነበርኩ ኩነተ ኣእምሮ ብሃንደበት ናብ ውነይ ተመሊሰ ምንባብ ኣቋሪጸ ምስ ገዛእ ርእሰይ ክዛረብ እየ ጀሚረ ንምሉእ ኣድማስን ዝረአን ዘይረአ ፍጥረት ወዲ ሰብን ስርዓተ ኣነባብርኡን ሞራላዊ ኣቋውምኡን ጠሪሹ ዝቐየረ ፍጻመ ታሪኽ ገነት ኤደን ናብ ደረጃ ልብወለድ ኣውሪድካ ምዝንታው ከቢድ መንፈሳዊ ግህሰት ኮይኑ ተሰሚዑኒ እቲ ኣብ ኦሪት ዘፍጥረት ዘሎ ፍጻመ ኣካል መጽሓፍ ቅዱስ ኮይኑ ታሪኽ ውድቀት ወዲ ሰብ እዩ ዘዘንቱ። ኣዳም ብጾታዊ ወይ ፍቕሪ በዓልቲ ቤቱ ተደሪኹ ደይ መደይ ኢሉ ኣብ ገበን ናይ ሄዋን ክሓብር እዩ መዲቡ ክብል እዩ ገሊጽዎ። ነዛ ምዕራፍ ኣብ ዘንብበሉ ዝነበርኩ ግዜ ኣብ ኣእምሮይ ዝመላለሰኒ ዝነበረ ሕቶ በየነ ነቲ ሞት ዝበሃል ናብ ዘለኣለማዊ ጥፍኣት ዝወስድ መንገዲ ዘነኣኣሶ እረ ዘቃናጅዎ ዝነበረ ኮይኑ ተሰሚዕኒ ጸሓፊ በየነ ሰመረ ኩነተ ኣእምሮ ኣንበብቱ ኣቐዲሙ ዘንበበ ክመስል ነቲ ኣቐዲምና ዘቕረብናዮ ሕቶ ማለት መጽሓፍ ተረካብ ዓድዮ ስለምንታይ ንጽውያ ባህልን ሕብረተሰብን ዘይትመስል ዝብል መልሲ ሒዙ ኣኳሊሙና እዩ ጸኒሑ ኣብዚ መዳይ እዚ ጥበብ ናይ ጸሓፋይ ጎሊሑ እዩ ዝረኣየካ ካብ ጽውያታት ጽርኢ ናብ ጽውያታት ሃገርና እዩ መሊሱና። ኣስዕብ ኣቢሉ ብገበል ንኽወሓጣ ዝወፈያ ጎራዙ ዓድና እትብል ካብ ናይ ኣቶ እስቲፋኖስ ኣስናቀ ካብ መጽሓፍ ኣግነ እተወስደት ምዕራፍ እዩ ኣቕሪቡልና። እታ ምዕራፍ ብዛዕባ ኣብ ዓድታት ደቂ ሮብያ ዝበሃል ከባቢ ዝነበረ ኣማሪታዊ እምነት ተሰረተ ጽውያት ተዘንቱ። እቶም ነቲ ጽውጽዋይ ዘቖሙ ጠባያት ንጉስ ኣርወ መረጸዝ ስሙ ኣቦ ኣብ ከየት ስማ ጎርዞ ሓያል ተዋግኣይ ድንግል ጓል ኣንስተይቲ መስዋእቲ ዝቕረበሉ ዝነበረ ገበልን ኣምበላይ ዝስሙ ካህንን እዮም እቲ ገበል ኣምበላይ ዝተባህለ ካህኑን ኣብቲ ናይ ሎም ሓውሲ ከተማ ማይ ዕዳጋ ሰጊርካ ንማይ ሑፃ ንፀጋም ገዲፍካ ዘሎ ቦታ እዩ ዝቕመጥ ነይሩ ዛንታ ናይታ ድንግል ጓል ኣንስተይቲ ኣብ ከየት ስማ እናበኸኻ እተንብቦ ጥራይ ዘይኮነ ምጭውቲ ጐርዞ ጓል ገበል ኣፉ ኸፊቱ ክውሕጣ ኣሕሊፍካ ክትወሃብ እቲ ዝርዝራቱ እናክትሰምዖ ዓቕልኻ ፍጹም ዘጽብብ እዩ ኣብ ከየት ድሕሪ ሕሱም ስጋዊ ዓመጽ ኣዝያ ተጓሳቒላ ኣብ ዓሚቕ ፍርሂ ሰጢማ፣ ነታ ናይ መወዳእታ እትገበል ዝውሕጠላ ደቒቕ ተዓሚታ ከተሕልፋ ዝመረጸት እያ እትመስል። ኣብ ከምዚ ህሞት እዩ፣ እቲ ሓያል ተዋጋኣይ ብዘገርም መገዲ መለኮታዊ ኢድ ኣታውነት ዝመስል ብሃንደበት መጺኡ ዘድሓና። እቲ ተዋጋኣይ ንጽባቐ ኣብ ከየት ክገልጾ እንከሎ፣ ገጻ ተዓሚታቶ ዝነበረት ኮይና ክትረአ እንከላ፣ ኣብቲ እዋን ኣብ መናድቕ ኣብያተ ክርስትያን ሽዋ ዝሰኣል ዝነበረ ስእሊ ቅዱሳን መላእኽቲ ይመስል ነበረ ኢሉ ጸሓፊ በየነ፣ እቲ ተዋግኣይ ቀረባ ቤተ ክህነት ብተደጋጋሚ ቅዱስ ጽሑፋት ሰሚዑ መንፈሳዊ ንቕሓቱ ክብ ዘበለ ሰብ ምንባሩ ገይሩ እዩ ገሊጽዎ ዘሎ ኣብ ሕብረተሰብና ብዘበን ገበል ዝሃበካ ተቐበል ዝብል ምስላ ወይ ብሂል ኣሎ ነዛ ዝጠቐስናያ ምስላ ብመንጽር ግዜን ቦታን ርኢና ምሳሌኣዊ ወይ ቃል ብቓል እተፈጸመ ኢልና ትርጉም ክንባ እንተኾይንና ንዓበይቲ ኣቦታትን ኣዴታትን ወይ ንባህሊ ትግርኛ ጽቡቕ ገይሮም ዝፈልጡ ሊቃውንቲ ምውካስ ከድልየና እዩ ዛንታ ኣብ ከየት ኣብ ዘበነ ገበል ዝሃበካ ተቐበል እተፈጸመ ኢልና ከነማሳስሎ እንድሕር ፈቲንና ታሪኻዊ ጭብጢ ዘይብሉ ዓቢ ጌጋ እዩ ክኸውን። እቲ ቀንዲ ሕቶ ግና ስነ ጽሑፍ ነጸብራቕ ናይ ሕብረተሰብ ስለ ዝኾነ እቲ መሲሕ ወይ መድሓኒ ኮይኑ ነታ ድንግል ጎርዞ ኣብ ከየት ዝተባህለት ዘድሓና ጅግና ተዋጋኢ መኣስ ከመይ በየን ኣቢሉ እዩ ካብ ሽዋ ናብ ዓድታት ወይ ንኡስ ከተማ ማይ ዕዳጋ ናይ ሎሚ ከባቢ ከተማ ደቀምሓረ መጺኡ። እቲ መግለጺ ጽውጽዋይ ደኣ ይኹን እምበር ጂኦግራፍያዊ ኣመት ካብ ሃበ ኣመት ናይ ግዜ ከቕርብ ዝነበሮ ኮይኑ ይስምዓኒ። ጽዋኣ ግነ መኣስ እዩ ነይሩ? ስለምንታይ ሰሌዳ ግዜ ወይ ኣመት ዘይሃበ? ገዚፍ ሕቶ ዝፈጥር እዩ። ኣብ ማእከላይ ኢትዮጵያ ኣብቲ ሸዋ ተባሂሉ ዝጽዋዕ ዝነበረ ከባቢ ከም በዓል ላሊበላ ዝበሃል ቅዱሳት ቦታታት ብፍሉይ ኣተሃናንጾምን ባህላዊ ኣገዳስነቶምን ኣብ ናይ ሕቡራት ሃገራት ትካል ዩኔስኮ ተመዝጊቦም ይርከቡ። ኣብ ጽውጽዋይ ኣብ ከየት እቲ ተዋጋኣይ ጅግና ንቤተ ክርስትያን ማርያም ኣኽሱም ሰጊሩ ወይ ገዲፉ በቶም ኣብ ሸዋ ዘለዉ ቅዱሳት ቦታታት እዩ ተገሪሙ። ስለምንታይ ዝብል ሕቶ ክፈጥር ባህርያዊ እዩ። እቶም ናይ ሸዋ ቅዱሳት ቦታታት ብርግጽ ዘገርሙ እዮም። እቲ ጅግና ተዋግኣይ በቶም ናይ ሸዋ ቅዱሳት ቦታታት ብምግራሙ ሕቶ ክፈጥር ዝግባእ ኣይኮነን። ምናልባት ሽዋ ምሕድግ ዝበለ ከባቢ ደኣ ይኹን እምበር ጂኦግራፍያዊ ኣቀማምጣ እቲ ቦታታት ተቐራራባይ ስለ ዝኾነ እቲ ጅግና ተዋግኣይ ወዲ ሽዋ ክኸውን ዝከኣል እዩ። ጽውያ ኣብ ከየት ግና ኪንዮ ጽውጽዋይ ዝኸይድ ታሪኻዊ ትምየና ኣብ መዝ ዘለዎ ኮይኑ ተሰሚዑኒ። ብሂላትን ጽውጽዋያትን ኣብ ኣተሓሳስባ ህጻናት ወይ መላእ ሕብረተሰብ ኣብ ምጽላው ቅርጺ ኣብ ምትሓዝን ኣገዳሲ ተራ እዩ ዘለዎ። ናብ ዓውደ ታሪኽ ምልስ ኢልና እቶም ንመጀመርያ ግዜ ክርስትና ናብዚ ከባቢ ኤርትራን ኢትዮጵያን ዘእተዉ ኣባ ሰላማ ከሰተ ብርሃን እውን እዮም ዝበሃሉ። ካብ ግብፂ ተበጊሶም ንቀይሕ ባሕሪ ሰንጢቆም ብምድረ ሳሕል ብማርሳ ተኽላይ ኣቢሎም ናብ ማእከል ኤርትራ ምስ ኣተዉ ኣብ ደብረ ሲና እዮም ዓሪፎም። ኣባ ሰላማ ከሰተ ብርሃን ካብ ደብረ ሲና ቀጺሎም ኣብ ዛግር ዝበሃል ዓዲ እግሮም ኣንቢሮም ናብ ከተማ ድዋርዋ ከኣ ቀጺሎም። ኣብቲ ግዜ እቲ ድባርዋ ዓባይ ከተማ መቐመጢ ነጋውስን ሽሞኛታትን እያ ዝነበረት። ኣባ ሰላማ ከሰተ ብርሃን እታ ቀዳመይቲ ቤተ ክርስቲያኖም ኣብ ከተማ ድባርዋ ከም ዝሃነጽዋ ሊቃውንቲ ታሪኽ ይገልጹልና። ሃይማኖት ክርስትና ብናይ ሕጂ ኤርትራ ኣቢሉ ትግራይ ሰጊሩ እዩ ናብ ማእከላይ ኢትዮጵያ ኣስፋሕፊሑ። ኣብ ሽዋ ሃይማኖት ክርስትና ኣትዩስ ኣብያተ ክርስቲያናት ተሃኒጸናሉ ኣብ ዝነበራ ግዜ ኣብ ሸሞንተ ዓድታት ደቂ ሮብያ ኮታ ኩሉ ከባቢ ማይ ዕዳጋ ዘሎ ሕብረተሰብ ድንግል ጓል ኣንስተይቲ ንገበል ስውኡ ማሪታዊ እምነት ይኽተሉ ነይሮም ኢልካ ምጽዋይ ቁኑዕ ኣይመስለንን እቲ ሓያል ተዋግኣይ ካብ ድባርዋ ወይ ከኣ ካብ ኣኽሱም እኳ ከይከውንሲ ካብ ስግር ማዕዶ ካብ ሽዋ እዩ መጺኡ እቲ ፍጻመ ኮር ተገልበጢ ኮይኑ እቲ መድሓኒ ኮይኑ እተፈጥረ ጠባይ ወይ ሓያል ተዋግኣይ ኣብ መጽሓፍ ኣግነ እንታይ ኮይኑ ካብ ድዋርዋ ደብረ ሲና ወይ ከኣ ካብ ማርያም ጽዮን ኣኽሱም ዘይመጸ ኣብ ከባቢ ማይ ዕዳጋ ዝርከብ ሕብረተሰብ ዓድታት ባህሊ ሃይማኖት መስሪቱን ብሕግን ወግዕን ዝነብር ዝነበረ ቆራብን ሰጋድን ህዝቢ ድንግል ጓል ኣንስተይቲ ንገበል መስዋእቲ እትኸውን ይስውእ ነይሩ ኢልካ ምትራኽ እቲ ጽውጽዋይ ዝመስል ግና ናይ ትራኸ ትምዩና እንታይ ትርጉም ከመሓላልፍ ይኽእል? ናብ ሕምብርቲ ትሕዝቶ ተረካብ ዓልዮ እናቐጸልና ብዝኸድና መጠን እቲ ጥርዚ ስምዒት ብኡ መጠን እዩ ዝውሰኽ። ጓልን ጋርን ኣብ ዝብል ምዕራፍ ነቲ ኣቦታትና ዘቖምዎ ተግባራዊ ማለት ፕራግማቲዝም ኣፈታትሓ ማሕበራዊ ጸገም ዝድህስስ ስለ ዝኾነ ብስምዒት ከተንብቦ እዩ ዝገብረካ። ቀጺሉ ጸሓፊ በየነ ኣብታ ንኽብሪ ስድራ ዝኽፈል ዕዳ እትብል ምዕራፍ ሓንቲ ኡባህ እተባህለት ኣፍሪቃዊት ነጣፊት ማለት ኣክቲቪስት ጎርዞ እንከላ ብሰንኪ ዝጸንሐ ጉጉይ ባህሊ ስርዓተ ምግራዝ ወይ ከኣ ምኽንሻብ ደቂ ኣንስትዮ ዝሓለፈቶ ሰሃሮ እያ እተዘንቱ። ኣብ ኣሉታዊ ባህሊ እተመስረቱ፣ ኣብ ልዕሊ ደቂ ኣንስትዮ ዝፍጸም ዝነበረ ዘይቅኑዕ ተግባራት ምግራጽ ጥራይ ኣይኰነን ነይሩ። ክትጠቕሶ ዘሕፍር ወይ ሰኸኽ ዘብል እኳ እንተዀነ፣ ንሓንሳእ ንሓቂ ብትብዓት ብዘይ ሕፍርፍር ክንብሎ ዝግባእ እዩ። ደራሲ በየነ ብዛዕባ ዝነበረ ወይ ኣሰሩ ጠሪሹ ዘይጠፍኤ ኣብ ገለ ክፋል ሕብረተሰብና ዝነበረ ምሽቃጥ ርሕሚ ደቂ ኣንስትዮ ወሲኹሉ እተዝነብር ነይሩ ዝበለጸ ምኾነ ዝብል ርእይቶ ኣለኒ። ምግራዝ ጓል ኣንስተይቲ ኪኖ ናይ መሰል ሕቶ ዝኸይድ ምጉዳል ኣካላት ስለዝኾነ ዋላ ሓደ መንፈሳዊ ወይ ስሎንቦናዊ ትርጉም ዘይብሉ ግናይ ክትጠቕሶ ዘሰቅቕ ተግባራት እዩ። በየነ ሰመረ ኣብዛ ምዕራፍ እዚኣ ኪንዮሞያዊ ጸሓፊ ዝኸየድ ጠበቓ ደቂ ኣንስትዮ ኮይኑ ክብ ኢሉ ጎሊሑ ተራእዩላ ኣሎ። መጽሓፍ ተረካቢ ኣድዮ በዛ ምዕራፍ ጥራይ ንብሉጽነታ ከም መዐቀኒ ክውሰድ ዝከኣል እዩ። ንጸሓፊ በየነ ሰመረ ኣብ ክንዲ ኩለን ኣሓትና ኮይነ የቐንየና ክብሎ እፈቱ። ድሕሪ እዚ ኩሉ ምባል፣ መጽሓፍ ተረካቢ ዓድዮ ንጽውያን ባህልን ሕብረተሰብና ኣይተንጸባርቕን እያ ብዘስምዕ ኣቐዲመ ዘዋጣውጥኮም ምሉእ ሓሳባት ትጉሽተተይ ኢለ ስሒበዮም ኣለኹ። መጽሓፍ ተረካቢ ዓድዮ ንባህልናን ጽውያናን ኣንጸባሪቓቶ እያ። ጸሓፍ በየነ ሰመረ ኣተሓሕዝ ኣቢሉ ብዛዕባ ኣቦርጂናዊት ወይ ጓለባት ኣውስትራልያዊት ጓል ኣንስተይቲ ዘገርም ተግባር ተረካቢ ዓድዮ እዩ ገሊጹ። ኣልፍሬድ ድሬይስ ካልእ እንክትሰምዖ ዘገርም ኣይሁዳዊ ፈረንሳዊ ተረካቢ ዓድዮ እዩ። ዘገርም ጥበብ ኣጸሓፋ ደራሲ በየነ ብጽውጽዋያት ጽር እቢሉ ናብ ሕብረተሰብና ኣፍሪቃ፣ ኣውስትራልያ፣ ኣውሮፓ እናመላለሰ ተረካብ ዓድዮ ብመንጽር ባህልን እተፈላለዩ ሃይማኖታት ክንርእዮ ኣኽኢሉና እዩ ክበሃል ዝከኣል እዩ። ጸሓፍ በየነ ሰመረ ካብቶም ቀዳሞት ምዕራፋት ፍልይ ብዝበለ ብዛዕባ መድሓኒና የሱስ ክርስቶስ ኣብ መካን ወይ ከዓ ዓውደ ንባብ ተረካብ ዓደ እትዩ ሰፊሕ መግለጺ ሂቡ ንሱ የሱስ ተረካብ ዕዳ የሱስ ተረካብ ዕዳ ድዩ ዝብል ሕቶ ንምትንታን ናይ ተርቱልዩኖስ ዘርኢ ቤተ ክርስቲያን ደም ሰማእታት እዩ ዝብል ጥቕሲ ገይሩ እዩ መግለጺ ሂቡ። በየነ ንቓና ተረካቢ ዓድዮ ናብ ተበጃውነት ቀይሩ ኣብ ሃይማኖት ሂንዱ ቪቫ ኣብ ቻይናውያን ከኣ ቡድሃ ዝብሉ ከም ዘለዉ ድሕሪ ምግላጽ ናይ የሱስ ተበጃውነት ግና ፍሉይ እዩ ብምባል ብዘገርም መግለጺ ገይሩ ይብርህዎ ብዛዕባ ክሳድ ዮሃንስ በጃ ፍቕሪ ዝብል ኣርእስቲ ካልእ ፍሉይ ጥበብ እተራእየሉ ጸሓሕፋ እዩ። እንተኾነ ኣብቲ በየነ ዝሃቦ ትንተና ሓደ መጽሓፍ ቅዱስ ዘንበበ ሰብ ከም ዘይሰምዐ ሸለል ኢሉ ክሓልፎ ዘይከኣል ሕቶ ኣሎ። ሄሮዶስ ኣንቲባስ ገዛ ኣውራጃ ገሊላ ዝነበረ ንዮሃንስ መጥመቕ ንክስየፍ ኣሕሊፉ ዝሃቦ ብድርኺት መስተን ኣንነትን ናይ ዝሙት ፍትወትን ማለት ላስ ተደሪኹ ድዩ ወይስ ብሰንኪ ፍቕሪ ጓል ሄሮዶይዳ እዩ? ጸሓፍ በየነ ንዝሙት ፍቕሪ ኢሉ ምትንታኑ ቁኑዕ ኣይመስለንን። ቀጺሉ በየነ ብዛዕባ ምፍሳስ ደምን መስዋእቲ እንስሳታትን ካብ ምፍሳስ ደም ዝርከብ ርውየት ኮታ እቲ ምፍሳስ ደም ከምቲ ስነ መለኮት ሃይማኖት ክርስትና ዝህቦ ትንተናን መግለጽን ዘይኮነስ ብኻልእ ኩርናዕ ርእዩ እዩ ዝገለጾ ንሱ ነቶም ፍቕርን ምፍሳስ ደምን ዝብሉ ናይ መጽሓፍ ቅዱስ ኣገደስቲ ኣምራት ሂብዎም ዘሎ መግለጺ፣ ትርጉሞም ኣህሲስዎም ወይ ኣቃጢንዎም ድዩ ዋላስ ብዝሰፍሐ ኣጠማምታ ክንሓስብን ክንትንትንን እዩ ገይሩና ዝብል ሕቶ ክንምልስ እንተኾይንና ንመጽሓፍ ተረካቢ ዓድዮ ብምስትውዓል ከነንብባ ከድልየና እዩ። ኣብ ዓምዲ ጀነራል ኣማን ሚካኤል ዓንዶም ደራሲ በየነ ናይ 1974 ዓ ም መስርሕ ፍልቀት ጉጅለ ደርግ ከመይ ከም ዝነበረ እዩ ኣዘንቲልና እቲ ብተራ ዓስከራት ዝቖመ ጉጅለ ደርግ መኸተምታ ዘውዳዊ ስርዓት ኢትዮጵያን ነቲ ድሮ ተባሪዑ ዝነበረ ጉዳይ ኤርትራን ነዳዲ ወሲኾም ናብ መጋሪ ሓዊ ከም ዝቐየርዎ ብቕርጡውን ንጹርን ኣጸሓሕፋ ገይሩ እዩ ኣዘንቲዎ እቲ ንስምዒት ትንክፍ ኣገላልጻ ናይ ሽሕን ትሽዓተ ሚእትን ሰብዓን ሓሙሽተን ዓመተ ምህረት ዝሰዓበ ህልቂት ህዝቢ ወክድባ እዩ። ደራሲ በየነ ንድሕሪት ናብ ሽሕን ትሽዓተ ሚእትን ሰብዓን ዓመተ ምህረት ተመሊሱ ኣማኢት ደቂ ቦጎስ ዝበልዐ ጀነራል ጀነራል ተሸመ እርገቱ ምስ ንጉስ ጃንሆይ ዝነበሮ ዝምድናን ኣብ ዓድታት ዖናን በሲክደራን ዝተፈጸመ ህልቂት ብስእላዊ ኣገላልጻ ገይሩ ቅጅል ኢሉ ከም ዝረኣየና ገይሩ ኣዘንትይዎ ኣሎ። ኣስዒቡ ህዝባዊ ግንባር ሓርነት ኤርትራ ወይዘሮ ነብያት እትበሃል ወናኒት ናይ እንዳባር ዝነበረት ናይ ሕጂ ተጋዳሊት ነብያት ኣብ ሽሕን ትሽዓተ ሚእትን ሰብዓን ሽዱሽተን ዓመተ ምህረት ንኮኔሬል ቡሽኡ ምስ ቀንጸልዎ ኣብ መጽሓፍ ተረካቢ ዓድዮ ካሕሳ ሓደ ኮኔረል ዝኾኑ ኣዝማሪኖታት ብምባል ነቲ ህልቂት ኣዘንትይዎ ኣሎ። ኣብተን መወዳእታ ምዕራፋት ናይ ተረካብ ዓድዮ ነቲ ሞት ዝበሃል ኩነት ዕጫ ናይ ኩሉ ወዲ ሰብ ዝኾነ ኣብ ትሕቲ ምዕራፋት መስዋእቲ ንሞት፣ ፍርሒ ንሞት፣ ስም ንምርካብ ክሳዕ ሞት፣ ፍርሑ ሞት፣ ነቢርካ ምማት ሞይትካ ምንባር፣ ዝብሉ ኣርእስታት ጸሓፊ በየነ ሓያለ መግለጽታትን ትንታነታትን ይሂቡሎም ካብቶም ኣዝዮም ዝመሰጡኒ ገለ ሙሉእ ሓሳባትን ሓረጋትን ክጠቅስ ባህ ይብለኒ እቶም ኣዝዮም ዝኽበሩ ሰባት ንጉስ መርዓዊ ሬሳ እዮም ኣብ ክንዲ ኣቶ ክስቶ ሞይቶም እንብል ዓሪፎም ንብል ንኣብ ኪናት ዝሞተ ሰብ ተሰዊኡ ንብሎ መግለጺታትን ትንታነታትን ደራሲ በየነ ከተስተማቕሮም ጥራይ ዘይኮነስ ሕቶታት ዝፈጥሩውን እዮም። ጸሓፍ በየነ ናብ መጀመርያ ኣብ ኣጋ መወዳእታን መጽሓፍ ተረካብ ዓድዮ ብዛዕባ መስዋእቲ የሱስ ክርስቶስን ካልኦት ቅዱሳን ሰባትን ከም ቀንዲ ኣርእስትን ከም ኣብነታት እናገበረ ነዊሕ መግለጺ ከም ዝሃበ ድሮ ገሊጽናዮ ኢና። ብርግጽ ዝኾነ ሰብ ዓይነቱ ብዘየገድስ ህይወቱ ምስ ዝሓልፍ ናብ ሬሳ እዩ ዝቕየር። ነቲ ዋላ ሓደ ኣበሳ ዘይትረኽቦ የሱስ ክርስቶስ ብኣሰቃዊ መገዲ ኣብ መስቀል ተሰቒሉ እዩ ህይወቱ ሓሊፉ። ኣብ ግዜ እምባራጦርያ ሮማን ዝሓለፉ መዋእላትን ሰዓብቲ የሱስ ኣብ ዝፈልሐ ዘይቲ ዝተኣለኹን ብሴፍ እተሓርዱን ብጉራዴ እተጐይሑን ብሕሱም ኣራዊት ክብልዑ ኣሕሊፎም እተዋህቡ ቅዱሳንን ብዙሓት እዮም። ንህዝቢ ከድሕኑን ሓራ ከውጽኡን ወይ ኣብ ሓደጋ ዘሎ ህጻን፣ ዓቢ ኮታ ፍጡር ወዲ ኣዳም ከድሕኑ ህይወቶም ዝሰኣኑ ንኹሎም ብጣምራ ተረካብ ዓድዮ ምዉታት እዮም ኢልካ ምጽውዖም ነቲ ትርጉም ሰማእትነት ወይ ናይ ጽቡቕ ግብሪ ጅግንነት ዘነኣእስ ወይ ለጠቕ ምባሉ ዶ ኣይኮነን? ጸሓፍ በየነ ነቶም ምዕራፋት ኣብ ዝገልጸሎም ዝነበረ እዋን ሞት ኣዝዩ ኣድላይ ሓይሊ ንኩነት ኣእምሮና እዩ ኢሉ ዝሃቦ ትንተና ኣብ ኣእምሮኻ ዓቑርካ ክትቅበሎ ዝኸብድ እዩ። ጸሓፍ በየነ ንስለ ንቦና ተረካቢ ዓድዮ ንዝተፈላለየ ክልሰ ሓሳባት መሰረት ገይሩ ገሊጽዎ ኣሎ። ንመጽሓፍ ኦርዌላዊ ሕርሻ እንስሳ ምርኩስ ገይሩ መግለጺ ሂቡ ነቲ ተረካብ ዓዴ ዝብል ኣምር ተንቲንዎ ኣሎ። ኣብቲ ብዝተነግረና ዛንታ ንጠፋፋእ ፍጥረት ዝብል ኣርእስቲ ብዛዕባ ኣገዳስነት ዓውደ ታሪኽ ጉሩም ገይሩ እዩ ገሊጽዎ። ቆልዑ ምስ ዓበዩ ብሉጻት ሰባት ክኾኑ እንተኾይኖም ብዛዕባ ኣገዳስነት ጽውጽዋያትን ናብ ውግእ ዘምርሖም ጠንቅታትን ዝሃቦም ትንተናታትን ብዘይ መጠን ዝነኣድ እዩ። ብዛዕባ እቲ ንዓለምና ኣዝዩ ዘስግኣ ዘሎ እዋናዊ ሕቶ ሰብ ዝሰርሖ ብልሒ እውን ኣዝዩ ጠቓምን እንዶ ዘለዎ መግለጽን እዩ ሂቡሉ። ኣብ መደምደምታ ጸሓፍ በየነ ሰመረ ነዛ ምጥን ዝበለት መጽሓፍ ተረካብ ዓድዮ ከተንብባ ዘይትስልችወካ ከዳልዋ ብዙሕ መጻሕፍቲ ከም ዝተወከሰ ምግማቱ ከቢድ ኣይኮነን። መጽሓፍ ተረካብ ዓድዮ፣ ጽውጽዋያት ጽርእን ሃገርናን ካልእ ከባቢታትን፣ ጥቕስታት መጽሓፍ ቅዱስ እናጠቐሰት፣ ስነ መለኮታውን ታሪኽ ቤተ ክርስቲያን እናዳህሰሰት፣ ኣብ ገሊኡ እናበደሀት፣ ኣብ ውሽጢ ሕብረተሰብ ኤርትራ ዘጋጠመ ግፍዕታት፣ እተፈላለዩ ዓውዲ ፍልጠታትን ኣብ መካን ወይ ዓውደ ንባብ ተረካብ ዓድዮ ክገልጾ ምኽኣሉ ጸሓፍ በየነ ብቕዓቱ ጎሊሑ ዝተራእየሉ እዩ። መጽሓፍ ተረካብ ዓድዮ ንታሪኽ፣ ጽውያን ሓሳባትን ካብ ዝተፈላለዩ ዘመናትን ባህልታት ናይ ዝተፈላለዩ ህዝብታትን ኣብ ሓደ መኹባዕቲ ወይ ቴማ ማለት ኣብ ተረካብ ዓድዮ ክጽሞቕ ምኽኣሉ ዓቕሚ ኣጸሓሕፋን ፍልጠትን ጸሓፍን ዘጉልሐት እያ። ብሓፈሻ መጽሓፍ ተረካብ ዓድዮ ተፈላለዩ ጽውጽያት ከተስተማቐርን ፍልጠት ከተቕስምን ኣብ መዓሙቕ ሓሳባት ክትሰጥምን ከተስተንትንን ረትዕኻ እትፍትሽን እትብድህን ክትንበብ ዘለዋ ኣገዳሲት መጽሓፍ ኮይና ረኺበያ። ዳዊት ዘወልዲ ኣሜሪካ
ብስራት ነፍቀርቲ ንባብ መጻሕፍቲ ኤርትራውያን ኣብ ወጻኢ ሃገር ኣበይ ክንረክብ ንኽእል ኢልኩም እትሽገሩ ሰባት ውሑዳት ኣይኮንኩምን። ነዚ ፍታሕ ንምንዳይ ብዝተኻእለ መጠን ኣብ ውሽጢ ሃገርን ኣብ ወጻእን ዝሕተሙ መጻሕፍቲ ናብ ኣንበብቲ ንምቕራብ ንዝሓለፈ ሸሞንተ ዓመታት ከይተሓለሉ ካብ ዝሰርሑ ትካላት ብቐዳምነት ዝስራዕ ሰሙያት ምሕታምን ምክፋልን መጻሕፍቲ ኤርትራውያን እዮም። ኣብ መርበብ ሓበሬታ ሰማያት ዳትኮም ናብ ኣሜሪካ ካናዳን ሃገራት ኤሮጳን ዝለኣኹ ልዕሊ 450 ዓይነት መጻሕፍቲ ብኣሽሓት ቅዳሓት ይርከቦም ሰማያት መሸጣ መጻሕፍቲ መበቆላውያን መጻሕፍቲ ብናይ ትርጉም መጻሕፍቲ ተዋሒጦም ከይተርፉ ዘይተኣደነ ጻዕሪ የካየድ መርኣያ ናይዚ ኸኣ ታሪክ ህይወት ሓርበኛ ኣቦና ወልደኣብ ወልደ ማርያም ትኮእ ይሕደጎ ኪዳነ ክፍሉ ዓብደል ቃድር ከቢረ፣ ሸኽ ኢብራሂም ሱልጣን፣ ዶክተር ፍጹም ገብረ ስላሴ፣ ጠበቓ ጸጋይ እያሱ፣ ኣዝማች በርሀ ገብረ ኪዳን፣ ብላታ ካሕሳይ ማሉ፣ ጀነራል ኣማን ዓንዶም፣ ብርሃናብ ጸልማት ወዘተ ዝኣመሰሉ ልዕሊ ሰላሳን ሓሙሽተን መበቆላውያን መጻሕፍቲ ኣሕቲሙ ኣብ ምክፍፋል ይርከብ ኣሎ። ሰማያት መሸጣ መጽሓፍቲ ዝርግሐ መጽሓፍቲ ንምድንፋዕ ንቕሓት ኤርትራውያን ክብ ንምባልን ንኤርትራውያን ጸሓፍትን ደረስትን ንምትብባዕን ኣብ መላእ ዓለም ምስ ዝርከቡ ኣብ ምሻጥን ምክፍፋልን መጽሓፍቲ ኤርትራውያን ዝነጥፉ ውልቀ ሰባትን ትካላትን ተረዳዲኡ እናሰርሐ ንዕብየት ስነ ጽሑፍ ሃገርና መሪሕ ተራ ምጽዋት ይርከብ። ናይ ቅድምን ሓድሽ መጻሕፍቲ ንምርካብ ምርጫኹም ኣብ ሕቡራት መንግስታት ኣሜሪካ ንዝመደበሩ ሰማያት መሸጣ መጻሕፍቲ ይኹን ምርጫኹም። ዘዳለኹሞ መበቆላዊ ጽሑፋት ብመልክዕ መጽሓፍ ናብ ኣንበብቲ ንምቕራብ ሰማያት ምሕታምን ምክፋልን መጻሕፍቲ መጻሕፍትኹም ብዝደለኹሞ ዓይነት ወረቐትን ገበርን ብርትዓዊ ዋጋ ኣሕቲሙ ከረክበኩም ይኽእል። መኣስ እዚ ጥራሕ ጽሑፍኩም ክኢላ ቋንቋ ክሓልፎ ሓገዝ ኣርትዖትን ንድፊ ገበርን ዝሰርሕልኩም ክኢላታት ኣብ ምርኻብ እውን ሓገዝ ክንገብር ንኽእል ብጽሑና ብስራሕና ክትዓግቡ ኢኹም